ሰላም ዝኸበርኩም ተኸታተልቲ ዳሃይ ቲቪ ከመይ ጸኒሕኩም ንቀዳም ዕስራን ሸውዓተን ሰነ ዝበልናዮ ዕለታዊ ዜና ስፖርት ሒዝና ተመሊስና ኣሎና ምክትታልኩም ብኣኽብሮት ይዕድም ደገፍቲ ሊቨርፑል ሻምፒዮን ፕሪምየር ሊግ ንዝገበሮም ኣሰልጣኒ የርገን ክሎፕ ክረኽብዎ ምኽኣሎም ንበዓልቲ ቤቱ ክመዝግንዋ ይግባእ እዩ። እቲ ምንታይሲ ኣብ ክልተ ሽሕን ዓሰርተ ሰለስተን ሰር ኣሌክስ ፈርጉሰን ካብ ማንቸስተር ከም ዝፋኖ ምስ ተገልጸ የርገን ክሎፕ ነቲ ስራሕ ሓሪፉ ክሕዞ ጠለብ ከቕርብ ምስ ተበገሰ በዓልቲ ቤቱ ኡላ ግን ቅኑዕ ምርጫ ኣይኮነን ኣይትደልን ኢላ ከም ዘታለፈቶ ናይ ሊቨርፑል ስራሕ ምስ ረኸበ ድማ ቅኑዕ ኢላ ፍቓድ ብምሃባ ነዛ ሕጂ ኣብ እንግሊዝን ኤውሮጳን ክትነግስ ኣኽኢልዋ ዘሎ ጋንታ ንኽሕዛ ተራኣ ከም ዝተጻወተት እዚ ሓበሬታ ካብ ክሎፕ ዝረኸቦ ጋዜጠኛ ቶምፕሰን ገሊጹ። ቶምሰን ሊቨርፑል ሻምፕዮን ድሕሪ ምዃና ምስ መደበር ቲቪ ቱ ኣብ ነርወይ ኣብ ዝገበሮ ቃለመጠይቕ ንክሎፕ ሊቨርፑል ንዕኡ ተባሂላ ዝተዳለወት ክለብ እንተነይራ ሕቶ ምስ ኣቕረብኩሉ ስለምንታይ ከምኡ ኢልካ? ክብል ምስ ሓተተኒ ንማንቸስተር ዩናይትድ ናይ ምሓዝ ተኽእሎ ከም ዝነበሮን በዓልቲ ቤቱ ግን ካብ ውሳኔኡ ከም ዘታረፈቶ ገሊጹለይ ክብል እዚ ንመደበር ቲቪ ስካይ ስፖርት ወኪሉ ንክሎፕ ኣዘራሪብዎ ዝነበረ ጋዜጠኛ ገሊጹ። ቶምሰን ብምቕጻል ደገፍቲ ሊቨርፑል ነዚ ሕጂ ድሕሪ ሰላሳ ዓመታት ሻምፕዮን ክገብሮም ክኢሉ ዘሎ የርገን ክሎፕ ንክረኽቦ በዓልቲ ቤቱ ኡላ ብዝተጻወተቶ ተራ ከመስግንዋ ይግባእ ኢልዎም። የርገን ክሎፕን በዓልቲ ቤቱ ኡላ ናብ ክልተ ሽሕን ሓሙሽተን ኣብ ሓደ ፌስቲቫል ኣሳሳይት ኮይና እናሰርሐት ድሕሪ ምፍላጦም'ዮም ካብቲ ዓመት ኣትሒዞም ንዓሰርተ ሓሙሽተ ዓመታት ኣብ ሓዳር ብሓደ ተጓዒዞም። ፍርቂ ዓመታት እቲ ሊቨርፑል ብዘይ ዋንጫ ፕሪመር ሊግ ዝተጓዕዘቶ ምዃኑ'ዩ። ማንቸስተር ዩናይትድ ድሕሪ ሰር ኣሌክስ ፈርጉሰን ኣክንዲ ንዴቪድ ሞይስ ንየርገን ክሎፕ መዚዛቶ ነይራ እንተትኸውን መን ይፈልጥ ኣብዚ ግዜ ንመድረኽ ፕሪመር ሊግ ክትዕወተሉ ምኸኣለት። ካብ ዘ ቹዝን ዋን ሞይስ ናብ ፊሎዞፈር ቫን ጋል ሰሊሳ ናብ ሃፒ ዋን ሞሪኖ ሕጂ ድማ በቲ ኣርእስቲ ከይተዋህቦ ሰራሕ ኢሉ ስራሕ ዝተረከበ ሶልሻየር ትእለ ኣላ። እንተጽዋእ ፕሪመር ሊግ ግን ንሸውዓተ ዓመታት ጭሕሚ ሰበይቲ ኮይናታ ኣላ። የርገን ክሎፕ ንቦሩስያ ዶርትሙንድ ክልተ ዓመታት ኣከታቲላ ተዓዋቲት ቡንደስሊጋ ጀርመን ክትከውን ምስ ኣብቅዓ፣ ኣብ ክልተ ሽሕን ዓሰርተ ሰለስተን እውን ኣመዛዝሚ ግጥም ሻምፕዮንስ ሊግ ኤውሮጳ በጺሓ ካልኣይ ደረጃ ክትሕዝ ኣኽኢልዋ እዩ። እንግሊዛዊ ተኸላኻላዩ ቤን ቺልወል ብግጥም ኣንጻር'ታ ንምዕዳጉ ትነጥፍ ዘላ ቼልሲ ፍጹም ከም ዘይጽሎ ኣሰልጣኒኡ ብሬንዳን ሮጀርስ ገሊጹ። ኣብ መድረኽ ፕሪመር ሊግ ብሓንቲ ነጥቢ ጥራይ ተፈላልየን ሳልሳይን ራብዓይን ተርታ ሒዘን ዘለዋ ሌስተር ሲቲን ቼልሲን ሰንበት ኣብ ግጥም ርብዒ ፍጻሜ ኤፍኤ ካፕ ኣብ ሜዳ ሌስተር ሲቲ ኪንግስ ፓወር ከቢድ ጸወታ ይጽበየን ኣሎ። ኣብዚ ድማ እቲ ናብ ቸልሲ ምጽንባሩ ዘይተርፎ ተባሂሉ ዝግለጽ ዘሎ ቤን ቺልወል ስሕበት ማዕከናት ዜና ኮይኑ ክቐርብ ትጽቢት ኣሎ። ብሬንዳን ሮጀርስ ግን ነዚ ኣመልኪቱ ንክለቡ ንምዕዋት ክዋደቕ ምዃኑ ዘጠራጥር የብለይን ኢሉ። ኣብ ኩዕሶ እግሪ ብዛዕባ ምስግጋር እተባህለ መካይድቲ ጸወታ ኮይኑ ኣሎ። ኣካል ናይ ጸወታ ካብ ኮነ ድማ ቺልወል ነዚ መኪቱ ከም ዝወጽእ ኣይጠራጠርን'የ ይብል። ድሕሪ ምምላስ ኮሮና ዓወት ፕሪምየር ሊግ ዘይመዝገበት ጋንትኡ ሮጀርስ ንእግረ መገዱ ሮጀርስ ነዚ ፍራንክ ላምፓርድ ምሒር ብሂጉዎ ዘሎ ተኸላኻላዩ ዘወዓውዕ መግለጺ ሂቡዎ። ቺልወል ድሕሪ ኮሮና ሒዙዎ ዝመጸ ብቕዓት ይበል'ዩ። ኣካላዊ ብቕዓቱ ካብ ዝነበሮ ወሲኹ። ናይዚ መርኣያ'ዩ ድማ ኣንጻር ዋትፎርድ ትናኣሽ ሸቶ ዘመዝገበ ክብል ቼልሲ እንታይ ዓይነት ተጻዋታይ ኣማዕድያ ከምዘላ ሓበሬታ ልኢኹላ። ኣብ ክለብ ሌስተር ሲቲ ልዑል ለውጢ ከሲቱ ዝርከብ ብሬንዳን ሮጀርስ፣ ክለቡ ናብ ፍርቂ ፍጻሜ ኤፍኤ ካፕ ክትበጽሕ እንተኽኢላ ኣካል ናይቲ ተሕልፎ ዘላ ብሉጽ ዓመተ ውድድር ምዃኑ ድሕሪ ምግላጽ፣ ነዛ ንማንቸስተር ሲቲ ረቲዓ ፍናን ገይራ ትመጾም ዘላ ቼልሲ ዝኸውን ብቕዓት ሒዞም ክቕረቡ ምዃኖም ኣብሪሁ ኣሎ። ሊቨርፑል ሻምፒዮን ፕሪምየር ሊግ ድሕሪ ምዃና ንገለ ክለባት እንግሊዝ መቑሽሽ ክትከፍል እያ። ኣብ ዝሓለፉ እዋናት ካብ ክለባት እንግሊዝ ዓዲጋ ዘምፅኣቶም ተፃወትቲ ፕሪምየር ሊግ እንተደኣ ተዓዊተ ተወሳኺ ክኸፍል ዝብል ውዕል ብዝኣተወቶ መሰረት ንቨርጂል ቫን ዳይክ፣ ሳድዮ ማነ፣ ኣዳም ላላና፣ ዴዣን ሌቭሮን ዝኣመሰሉ ተጻወትቲ ብገምጋም ንሓደ ሰለስተ ሚልዮን ፓውንድ ክበጽሕ ዝኽእል ክፍሊት ኣቐዲማ ፈጢራትላ ንዝነበረት ሃፍቲ ክትውስኸላ'ያ። ብዘይካ'ዚ ኣርሰናል'ውን ካብቲ ካብ መሳርዕ ወጺኡ ናብ ሊቨርፑል ኣትዩ ሻምፕዮንስ ሊግ ኣቐዲሙ ሕጂ ድማ ፕሪመር ሊግ ክዕወት ዝኸኣለ ቻምበርሌን ተወሳኺ ክፍሊት ክትረክብ'ያ። ደገፍቲ ሳውዛምተን ንሊቨርፑል ባዕልና ዝሃነጽናያ ጋንታ ክብሉ'ዮም ዝጽውዕዋ። ማቲዮ ጉንዱዚ ዝመጽእ ዓመት ኣብ መሳርዑ ከም ዘሎ ናብ ዝኾነት ክለብ ከም ዘይሽየጥን ኣርቴታ ኣፍሊጡ። ድሕሪ'ቲ ካብ ሃገሩ ንጉንዱዙይ ፈረንሳ ዝተፈነወ ሓበሬታታት፣ ኣርቴታ ብዲሲፕሊን ዓቕሉ ረዲኡ ክሸጦ ከምዝደለየን ጉንዱዙ'ውን ናብ ካልእ ክለብ ክኸይድ'ዩ ዝብሉ ዜናታት ኣርቴታ ውጹእ ሓሶት ምዃኑ ብመብርሂኡ ገሊጽዎ ኣሎ። ሕጂ'ውን ዝኾነ ዘለና ጸገማት ኣብ ውሽጥና እምበር ናብ ማዕከናት ዜና ዝህቦ ሓበሬታ የለን። ኣብ ሕቝፍና ዘለዉ ኩሎም ተጻወትቲ ዝመጽእ ዓመት ምሳና ክህልዉ'ዮም። እቶም ዘሊሎም ናብ ጃልባ ክድይቡ ቅሩባት ዝኾኑ ተጻወትቲ ምሳና ክጓዓዙ እዮም። ንምሕጋዞም ድማ ቅሩባት ኢና ዝበለ ኣርቴታ፣ ማንም ንመሸጣ ዝተቐረበ ተጻዋታይ ከም ዘይብሎም ኣብሪሁ'ሎ። ጉንዱዚ ካብ ኣርሰናል ክወጽእ'ዩ ዝሰምዓ ክለባት፣ ማንቸስተር ዩናይትድ ሓዊሱ፣ ነዚ ወዲ ዕስራን ሓደን ዓመት ኣካፋል ንምፍራም ሃርጎምገም ክብላ ተራእየን'የን። ኣርጀንቲናዊ ኣጥቃዒ ካርሎስ ተቨዝ ንሜስን ሮናልዶን ብሓደ ከጻውቶ መዲቡ ኣሎ። እዚ ድሕሪ ሽዱሽተ ኣዋርሕ ካብ ጸወታ ኩዕሶ እግሪ ጠቕሊሉ ክፋኖ ዝኾነ ቴቨዝ፣ ኣብ ዝግበረሉ መፋነዊ ጽምብል ዓዲሙ ዘጻውቶም ቅድሚ ሕጂ ኣብ ዝተፈላለያ ጋንታት ምስኡ ተሰሊፎም ዝተጻወቱ ምዃኖም ንላሬድ ኣብ ዝሃቦ መግለጺ፣ ኩሎም እቶም ደቂ ጋንታይ ኮይኖም ከፋንዉኒ ዝመርጾም እንተደኣ ተቐቢሎሞ፣ ቡፎን፣ ሁጎ ኢባራ፣ ሪዮ ፈርዲናንድ፣ ጋብሪኤል ሃይንዝ፣ ፓትሪክ ኤቭራ፣ ኣንድሬ ፒርሎ፣ ፖል ስኮልስ፣ ፖል ፖግባ፣ ክርስትያኖ ሮናልዶን ሊዮነል ሜስን እዮም ክኾኑ ኢሉ ኣሎ። ካርሎስ ተቨዝ ኣብ እንግሊዝ ምስ ዌስትሃም፣ ማንቸስተር ዩናይትድን ማንቸስተር ሲቲን ክጻወት እንከሎ ኣብ ኢጣልያ ምስ ጁቬንቱስ ተሰሊፉ። እታ ቀንዲ ዝልለየላ ክለብ ግን ኣርጀንቲናዊት ቦካ ጁንየርስ ምዃና'ዩ ዝግለጽ። ካርሎስ ተቨዝ እዚ ዝሃቦ ሓሳባት እንተድኣ ሰሊጥዎ ሜስን ሮናልዶን ንፈለማ ግዜኦም ደቂ ጋንታ ኮይኖም ክስለፉ እዮም። ዓርቢ ምሸት ኣብ ኢጣልያን እንግሊዝን ክልተ ወሰንቲ ጸወታት ተሰላሲሎም ነይሮም። ኣብ ውድድር ሴሪያ ኢጣልያን ታሽዓይ ተኸታታሊ ዓመታ ጽዋእ ስኩዴቶ ንምልዓል ትምርሽ ዘላ ጁቬንቱስ ንሌቸ ዓዲማ ብገፊሕ ኣርባዕተ ባዶ ረቲዓ መሪሕነታ ናብ ሸውዓተ ነጥቢ ኣደይባቶ። ላዚዮ ቀዳም ምሸት ንፊዮረንቲና ዓዲማ ብጸወታ ክሳብ ትመዓራረያ ምዃኑ'ዩ ዝፍልልይ። ኣብዚ ሌቸ ብ ዓሰርተ ተጻወትቲ ዝወደኣትሉ ግጥም ብመገዲ ፍጹም ቅላዕ መበል ዕስራን ሰለስተን ሸቶ ሴሪኣ ኣብ ዕስራን ኣርባዕተን ግጥማት ዘመዝገበ ሓሙሽተ ግዜ ብሉጽ ተጻዋታይ ዓለምና ክርስትያኖ ሮናልዶ ንሸቶታት ኣርጀንቲናውያን ጎንዛሎ ሂጎይንን ፓብሎ ዲባላን ብምስራሕ ብፍሉይ ደሚቑ። ብዘይካ'ዚ ከምታ ማልያ ማድሪድ ለቢሱ ኣብ ልዕሊ ሕጂ ክለቡ ዘላ ጁቬንቱስ ዘመዝገባ ሸቶ ኣክሮባት ኣብዛ ጸወታ ንምድጋማ ፈቲኑ ኣይሰለጠቶን። ሆላንዳዊ ተኸላኻላይ ማትያ ደ ሊኽት ድማ ሓንቲ ሸቶ ኣቑጺሩ። ዕስራን ሸሞንተን ጸወታታት ኣካይዳ ዘላ ጁቬንቱስ ንሴሪኣ ኢጣልያ ብስሳን ትሽዓተን ነጥቢ ክትመርሖ እንከላ፣ ዕስራን ሸውዓተን ግጥማት ኣካይደን ኣብዚ ቀዳመ ሰንበት ብጸወታ ዝመዓራረይኣ ላዝዮ ብስሳን ክልተ ነጥቢ ካልኣይቲ፣ ኢንተር ሚላን ብሓምሳን ሸሞንተን ነጥቢ ሳልሰይቲ፣ ኣትላንታ ድማ ብሓምሳን ኣርባዕተን ነጥቢ ራብዓይ ደረጃ ሒዘን የማዕድዋኣ። ኣብ መወዳእታ ናብ ፕሪምየር ሊግ ንምድያብ ኣብ ዝካየድ ዘሎ ሓያል ቅልስ መራሒት ሻምፒዮንሺፕ ኮካ ኮላ ዌስት ብሮም በታ ኣብ ሳልሳይ ተርታ ተሰሪዓ ዘላ ብሬንትፎርድ ሓደ ባዶ ተረቲዓ ንመሪሕነታ ኣብ ሓደጋ ኣእትያቶ። ኣጥቃዒ ብሬንትፎርድ ዋትኪንስ ንእንኮ ሸቶ እዚ ጸወታ መበል ዓሰርተ ሽዱሽተ ደቒቕ ከመዝግብ እንከሎ፣ ካብቲ ሓደገኛ ናይ ወዲቕካ ምሕላፍ ጸወታት ፕለይ-ኦፍ ናብ ቀጥታዊ ምድያብ ፕሪመር ሊግ ክድይብ ቀዳማይ ወይ ካልኣይ ደረጃ ንምሓዝ ብሬንትፎርድ ንእትገብሮ ዘላ ጻዕሪ ኣዝያ ወሳኒት ሸቶ እዩ ኣግዚምዋ። ሊድስ ዩናይትድ ድሕሪ ነዊሕ ዓመታት ናብ ፕሪምየር ሊግ ንምምላስ ኣብ እተካይዶ ዘላ ጻዕሪ፣ ቀዳም ነታ ኣብ ራብዓይ ደረጃ ዘላ ፉልሃም ዓዲማ ምስ እትዕወት ይኹን ማዕረ ምስ እትፈላለ መሪሕነት እዚ ውድድር ክትርከብ እያ። ውድድር ሻምፕዮንሺፕ ሓደ ካብ ኣህለኽቲ ውድድራት ኮይኑ፣ ሓንቲ ክለብ ኣርባዓን ሽዱሽተን ጸወታ እተካይደሉ ሊግ እዩ። ብደረጃ ዓለም ካብ ዘለዉ ሊጋት ድማ ብተራኣዩነቱ ምስቶም ሓሙሽተ ላዕለዎት ክስራዕ ዝበቕዐ ተፈታዊ ውድድር ምዃኑ ይፍለጥ።